ኣወዳት ድማ ብተፈጥሮ ከም ንፈልጠኩም እቲ ዝግበር ጌርካ ተሓጒስካ ሰዓት ድዩ ክልተ ሰዓት ብሓንሳብ ግዜ ኣጥፊእካ ናብቲ ካልእ ዘገድሰካ፣ እዛ ዓለም ከም ንፈልጣ ብዝተሓዋወሱ ሰባት ዝተመልአት እያ፣ ኣብ ሂወትና ዝመጹ ሰባት ብዙሕ ስምዒት ከም ዝስመዓና ይገብሩ እዮም፣ ኣብ ነገራት ዘለና ኣረኣእያ ሙሉእ ብሙሉእ ከም ንቕይር፣ ካብ ፖዝቲቭ ናብ ነጋቲቭ፣ ካብ ነጋቲቭ ድማ ናብ ፖዝቲቭ ከም ንቕይር ይገብሩና እዮም። ንሕና ክንገብሮ ዘለና ግን ገዛእ ርእስና ምሕላው እዩ። ምኽንያቱ ካብቲ ዘጋጥመና ንስምዒትና ዝልውጥ ተግባር ክንመሃር፣ እንተዘየድልየና ኮይኑ ክንቆፃፀሮ እዩ ዘለና ወይ ድማ ኣብነት ክንወስድ ኣለና። ምስቲ ዝህቡና ስምዒት ላዕልን ታሕትን ክንብል የብልናን። ናይ ሓጎስ ስምዒት ዝህቡና ኣለዉ፣ ኣብ ልዕሊ ሰባት ዘለና ኣረኣእያ ከም ንቕይር ዝገብሩና እውን ኣለዉ። ኩሉ ክንከውን ኣይንኽእልን ኢና። ስለዚ ገዛእ ርእስና ምሕላው ጥራሕ እዩ ዘለና። ነቲ ዝጠቕመና ወሲድና ነቲ ዘይጠቕመና ድማ ገዲፍና ክንጓዓዝ እዩ ዘለና። ኣብኡ ደው ኢልና ክንተርፍ የብልናን። ኣብ ህይወትና ኢና ክንነብር ዘለና። ነቲ ዝግበኣና ነገር ምፍላጥ ኣለና። ሓደ ወዲ ኣብ ልዕሊ ሓንቲ ጓል ዘለዎ ኣረኣእያ ምሉእ ብምሉእ ተመሳሳሊ ንኽኸውን ንኹላትና ብሓደ ዓይነት መንገዲ ክፈርደና ዝገብሮ ኣብ ህይወቱ ዘጋጠመኦ ክልተ ወይ ሰለስተ ኣዋልድ ብዝገበርኦ ኣቀራርባን ተግባራትን እዩ። ደቂ ኣንስትዮ ከምዚ እየን ኢሉ ርግፀኛ ኮይኑ ክፈርድ ዘኽእሎ ካብኣተን ዝተምሃሮ፣ ዝተመከሮ፣ ስምዒቱ ክልወጥ ዝገበሮ ነገር ብዛዕባ ፍቕሪ፣ ብዛዕባ ጓል ኣንስተይቲ፣ ብዛዕባ እምነት ዘለዎ ኣረዳድኣ፣ ኔጋቲቭ ክሓስብ ጌረንኦ ይኽእላ እየን ግን ኣብ ሓቂ እንተመጺና ኩለን ኣዋልድ ከምኡ እየን ክንብል ኣይንኽእልን ኢና ከምቲ ሕማቓት ኣዋልድ ዘለዋ ጥዑያት ኣዋልድ ውን ከም ዘለዋ ምእማን ኣለካ ስለዚ ንስኻ ባዕልኻ ነቲ ዘለካ ኣረኣእያ ክትቅይሮ ኣለካ ብዛዕባ ፍቕራዊ ርክብ ብዛዕባ ጓል ኣንስተይቲ ዘለካ ኣረኣእያ ንኽትቅይር ዝሕግዘካ ኣቐዲምካ ትጥንቀቐሉ ምኽርታት ኢና ሎሚ ክንርኢ ሓንቲ ጓል ጌና ከይቀረበትካ ከላ ካብ ርሑቕ እንታይ ዓይነት ኣቓልቦ ኣብ ልዕሌኻ ከም ዝገበረት ብምርኣይ ጥራይ ትፈልጠሉ ቪድዮ እዩ ክኸውን። ሄቨን እየ ምሳኹም ዘለኹ ከመይ ኣለኹም ደሓን ዶ ኣለኹም እንቋዕ ናብዚ ቻነል ብደሓን መጻኹም እንዳበልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍንወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ቀዳማይ ካብ ርሑቕ ሪኢኻ ከሎ ጌና ክትርሕቃ ዘለካ ጓል ምሳኻ ምስ ቀረበት ኣቓልቦኣ ትገብሮ ናባኻ ዘይኮነ ኣብ መንነትካ ዘይኮነ ኣብቲ ዘለካ ነገራት እንተኾይኑ ኣብዚ ክተስተውዕለሉ ዩ ዝግባኣካ ሓደ ሰብ ናብ ሂወትና ምስ ዝመጽእ ኢንቴንሽኑ ድሌቱ እንታይ ምዃኑ ምፍላጥ ብጣዕሚ ኣገዳሲ ነገር ዩ ብዛዕባ እቲ ዝስማዓና ስምዒት ጠራይ ኢልና ነቲ ዝግባኣና ቦታ ነቲ ዝግብኣና ክብርን ዋጋናን ክንርስዕ የብልናን ምኽንያቱ እዚኦም ነገራት የስኡኑና እዮም ንስኻ ስለ ዘፍቀርካ ክርደኣካ ኣይክእልን ይኸውን ክትጥቀመልካ ዝመጸት ጓል ክትከውን ትኽእል እያ ብጣዕሚ ነብስኻ ምስ ተትሕት ምናልባት ውን ኤክስ ቦይፍሬንዳ ክተቕንእ ኢላ ትቐርበካ ትኸውን። ገንዘብ እንተለካ ገንዘብ ደልያ ትጽግዓካ ትህሉ ከም ዝፈተወትካ ከተምስል ትኽእል እያ ሓንቲ ብሓቂ ዝፈተወትካ ጓል ትገብሮ እንታይ ዓይነት እዩ ዝብል ክተስተውዕለሉ ይግብኣካ ዝኾነ ጥቅሚ ካባኻ ዝደለየት ጓል እንታይ ዓይነት ጠባያት እያ ተርኢ ዝብል ውን ክተስተውዕለሉ ይግብኣካ ስለዚ ካብቲ ሒዝካ ዘሎ ስምዒት ወጺኻ ተዓዘባ። ብዛዕባይ ትሓስቦ ጽቡቕ ነገር እንታይ ኣሎ? ናይ ብሓቂ ትሓልየለይ ዶ? ንስምዒተይ ትግደሰሉ ዶ? ወይስ ናብቲ ናታ ድሌት ጥራሕ'ያ ተቕልብ ዘላ? ዝብል ናይ ግድነት ክትምልሶ ኣለካ። ነዚኦም እንተ ኣስተውዒልካ፣ እቲ ሓቀኛ ድሌታታ ኣነጺርካ እንተ ኣውጺኻዮ፣ ብዛዕባ ሓንቲ ጓል ኣንስተይቲ ዘለካ ኣረኣእያ፣ ብዛዕባ ፍቕራዊ ርክብ ዘለካ ኣረኣእያ ናይ ምቕያር ሓይሊ የብላን። ስለዚ ዝኾነት ጓል ናብ ህይወትካ ክትቀርብ ከላ ሓቀኛ ድሌታ ፍለዮ። ካልኣይ፣ ካብ ርሑቕ ርኢኻ ክትርሕቃ ዝግበኣካ ጓል፣ ናታ ዝኾነ ነገር ዘይብላ እያ፣ ትጽዕረሉ፣ ትግደሰሉ፣ ትልውጦ ወይ ወይ ንኽትልወጥ ትተግሃሉ ነገር ዘይብላ ጓል ኣብ ህይወትካ ክትኣቱ እንተሓሲባ ንዓኻ ስርሓ ክትገብረካ ዝወሰነት ጓል እያ። ኣብ ናይ ገዛእ ርእሳ ነገር ተተኩር ጓል፣ ተማሃሪት ትኹን ሰራሕተኛ ትኹን ነጋዲት ትኹን ብዘየገድስ ዝኾነ ይኹን ነገር ናታ ዝኾነ ነገር ክህልዋ ኣለዎ ተዘይኮነ ሂወትካ ክተሓዋወስ እዩ ጓል ኣንስተይቲ ማለት ከምዚኣ ፍቕራዊ ርክብ ከምዚ'ዩ ጭቕጭቕ እዩ ኣበየ ኣትየ ክትብል ትኽእል ኢኻ ኣብ ደቂ ኣንስትዮ ዘለካ ኣረኣእያ ከምትቕይር ክትገብረካ ትኽእል እያ ትገብሮ ነገር ስለዘይብላ ንራኸብ ጠራያ ክትብለካ ብሓንሳብ ምስኣ ኮፍ ኢልካ ነዊሕ ግዜ ከም ተጥፍኣ ዝገብረካ ኣወዳት ድማ ብተፈጥሮ ከም ንፈልጠኩም እቲ ዝግበር ጌርካ ተሓጒስካ ሰዓት ድዩ ክልተ ሰዓት ብሓንሳብ ግዜ ኣጥፊእካ ናብቲ ካልእ ዘገድሰካ ፓርት ኦፍ ላይፍ ዝኾነ ነገራት ክትከይድ ኢኻ ትደሊ ኣብዚ እዩ ድማ ሂወትካ ክስልችዎ ዝጅምር። እቲ ኻብ ኵሉ ዘባሳጭወካ ነገር ድማ፣ ብዛዕባኻ ኣይግድሳን እዩ። ሎሚ ኣገዳሲ ነገር ኣለኒ፣ ዝጽናዕ ኣለኒ፣ ኣብ ስርሐይ ከይዱንጊ ዚብሉ ነገራት ንዓኣ ብዙሕ ዘገድስዋ ኣይኰኑን። ብሓጺሩ፣ ዋላ ምስኣ ብዙሕ ግዜ የሕልፍ፣ ኣብ ህይወት ትገብሮ ነገር ስለ ዘይብላ ኣሰልቻዊ እዩ ዚኸውን። ንሕልምኻ ኽትጽዕር፣ ክትጐዪ፣ ክትርድኦ ኣይትኽእልን እያ፣ ምኽንያቱ ንዓኣ ግዜ ብኸመይ ጠፊኡ ዜሕስባ። ንስኻ ድማ ምስ ግዜ ትጓየ፣ በበይንኹም ኢኹም። ልዕሊ ስራሕካ፣ ልዕሊ ሕልምታትካ ስርዓኒ ወይ ንዓይ ወይ ድማ ነቲ ሕልምታትካ ምረጽ እውን ክትብለካ ትኽእል እያ። ስለዚ ተጠንቀቕ ህይወትካ ከይትሓዋውስ። ተመሃሪት እንተኾይና ኣብ መጽናዕታ ትጽዕር፣ ሰራሕተኛ እንተኾይና ድማ ብድሕሪ ስራሓ ብመጠኑ ብመደብ ምሳኻ ግዜ ክተሕልፍ ትኽእል እያ። ናታ ህይወት ዘለዋ ጓል፣ በቃ ኣብ ገዛእ ርእሳ ተድህብ ጓል እምበር ዝኾነ ይኹን ፓሽን ዘይብላ፣ ዕስራን ኣርባዕተን ሰዓት ኣብ ቅድመይ ኩን ትብል ጓል፣ ካብዚኣ ገዛእ ርእስኻ እንተዘይኣርሒቕካ ጓል ትበሃል ፍጥረት ክተሰልችወካ እያ። ሳልሳይ፣ ክትርሕቃ ዝግበኣካ ጓል ብዛዕባ ደቂ ኣንስትዮ፣ ብዛዕባ ፍቕራዊ ርክብ ዘለካ ኣረኣእያ ከም ትቕይር ትገብረካ እያ። እንታይ ዓይነት ጓል ምዃና ትፈልጥዶ? የዕሩኽትኻ፣ ቤተሰብካ፣ ኣነ ክመርጸልካ ትብለካ ጓል እያ። ገና ኣጸቢቕኩም ከይተፋለጥኩም ናይ ፍቕሪ ዝምድና ክትጅምሩ ከለኹም ናታ ኢንቴንሽን ካልእ እንተኾይኑ፣ ፍቕሪ ዘይትፈልጥ ጓል እንተኾይና ናይ ካልኦት ፍቕሪ ኣይርድኣን እዩ። ናይ ኣዕሩኽቲ ፍቕሪ፣ ናይ ቤተሰብ ፍቕሪ ኣይርድኣን እዩ። ናይ ሓፍቲ፣ ናይ ሓዊ ፍቕሪ ኣይርድኣን እዩ። ነዚኦም ስለ ዘይትፈልጥ፣ እዚ ዓርክኻ እዚ ኣይፈትዎን እየ ኣርሕቆ ኢላ ጭቕጭቕ ትፈጥር እንተ ኾይና፣ ሎሚ ምስ ስድራቤተይ ከምሲ እየ እንተልካያ፣ ኣነ ከለኹ ቤተሰብ እንታይ ክገብረልካ እዩ? ኣነ እንድየ ቤተሰብካ እያ ትብለካ። ምስ ኣሕዋተይ ክንራኸብ ኢና እንተልካያ ድማ፣ ንዓይ ኣብ ገዛ ገዲፍካስ ገንዘብካ ምስ ኣሕዋትካ ክተጥፍእ ንዐኦም ገዲፍካ ናባይ ምጻእ ክስቶ ሕሸካ ክስቶ እዩ ዓርክኻ ክኸውን ዘለዎ ክስቶ ዓርክኻ ክኸውን የብሉን ቤተሰብ እንታይ ክገብሩልካ እዮም ካብኣቶም ክትርሕቅ መታን ኣብ ቃልሲ እያ ትኣቱ ምኽንያቱ ምስኦም ብዙሕ ተድኣ ተራኺብካ እቲ ሕማቅ ጠባያ ክርእይዎ እዮም ክፈልጥዋ እዮም ነቲ ዓይንኻ ሸፊንዎ ዘሎ ነገር ክነግሩኻ ስለ ዝኽእሉ ምስኦም ከተራኽበካ ኣይትደሊን እያ። ኣቐዲማ እውን ምስ ቤተሰብካ፣ የዕሩኽትኻ፣ ገለ ነገር ኣሊማ የእሚራ ከተጻልኣካ ትኽእል እያ። በቃ ዓይንኻ ተዓሚቱ ኣሎ፣ ጠፊእካ መታን ክትነብር ሰብ መጺ ከም ዘይሕግዘካ ክትገብረካ ትኽእል እያ። ነቲ ትነብረሉ ዕላማ፣ ትጽዕረሉ ነገር ዘይትግደስ፣ ዘይተደንቕ፣ ተመሊሳ ካብ ጉዕዞኻ ተስፋ ክተቑርጸካ ትፍትን ጓል፣ ነቲ ብልብኻ ክትሰርሖ ደስ ዝብለካ ሆቢ ተሰናዕቕ። ካብኡ ክትወጽእ ዘዳኽሙ ዘረባ ትዛረብ ኣፍቂሩኒ'ዩ ኢላ ፍቕሪ ከም ሓደ ፓወር ክትጥቀመሉ ትፍትን ጓል ካብ ሂወትካ ተዘይኣርሒቕካያ ብጣዕሚ ኢኻ ክትጉዳእ ገዛእ ርእስኻ ሕተት እንታይ'የ ዝገብር ዘለኹ በል ኣብ ልዕሌኻ ክብሪ ዘይብላ ጓል ወላ ሓንቲ ኣይትገብረልካን'ያ ቤተሰብካ የዕሩኽትኻ እቲ ዝግበኣካ ክብሪ ይህቡኻ'ዮም ኣብ ዝሓሸ ቦታ ንኽትበጽሕ ድማ ይሕግዙኻ'ዮም ኣብ ዝሓሸ ቦታ ተበጺሕካ ድማ ካብኣ ዝሓሸት ጓል ክተድልየካ እያ ቤተሰብካ የዕሩኽትኻ የሕዋትካ ትጸልእ ዘይተኽብር ጓል ካብ ሂወትካ ኣርሕቃ ራብዓይ ፈጺምካ ካብ ሂወትካ ክተርሕቃ ዘለካ ጓል ኣብ ደቂ ኣንስትዮ ዘለካ ኣረኣእያ ትብርዝ ዝፈተኻያ ጓል ንሳ ግን ዘይትፈትወካ እያ ኩሉ ግዜ ኣብ ጥቃኻ ዘላ ጓል እያ እንታይ መሲልካ ምስኣ ኮፍ ኢልካ ከለኻ ንስኻ ዘይኮንካ ዓርካ ቴሌፎና እያ ምሳኻ ምዕላል ዝግባኣ ከሎ ምስ ቴሌፎና ትዕልል ንስኻ ኣብቲ ቦታ ከም ዘለኻ ትርስዓካ ጓል ንስኻ ምስኣ ከለኻ ብዙሕ ነገር እያ ትገብር ብሓንሳብ ምስ ተራኸብኩም ትዛረቦ ነገር ኣይትጥንቀቐሉን እያ ብዛዕባ ካልኦት ኣወዳት ትዕልለካ እያ ነዚኢታት ስቕ ኢልካ ትሰምዖ እንተ ኾይንካ ምሳኻ ከላ ተሌፎና ሒዛ ምስ ካልእ ክትዕልል እንታይ ጸገም ኣለዎ ክትብል ተኾይንካ ንባዕልኻ ካብቲ ደቂስካዮ ዘለኻ ክትባራበር እዩ ዘለካ ተፍቅረካ ጓል ምሳኻ ክትከውን ከላ ተሌፎና ኣየድልያን እዩ ዓይኒ ዓይንኻ እያ ትርኢ እምበር ካባኻ ክትርሕቕ ኣይትደልን እያ እቲ ብሓንሳብ ተሕልፍዎ ግዜ ንዓኣ ክቡር ምዃኑ እያ ትኣምን ግዜኻን ፍቕርኻን ንሓንቲ ዘፍቀረትካ ጓል ከም መግቢ እዩ ንዓኣ ምሳኻ ክትከውን ከላ ድማ ነዚ ክትምግባ ከለኻ እያ ክትርኢ ትደሊ ትፈትወካ ጓል ከምዚ'ያ ካብዚ ወጻኢ ኣንጻር ናይዚ እንተኾይና ግን ተፍቅረኒ ጓል ኣላትኒ ኢልካ ክትዛረብ የብልካን። ክትቆጽራ ከለኻ ድማ ወላ ሓንቲ ከይገበረት ከም ናይ ጓል ነገር ከይተጻባበቀት ክትመጸካ ከላ ኣስተውዕል ኢኻ። ከም ጓል መጠን ንፈልጦ ኢና ሓደ ንፈትዎ ወዲ ተቆጺርና ብዛዕባ ሜክኣፕ ክዳን ክንሓስብ ሙሉእ ለይቲ ከይደቀስና ኢና ንሓድር። ቆጺርካያ ወዲ መሲላ ትመጸካ ጓል እንተኾይና ጠቅላላ ኣብ ሕቶ ምልክት ክትእትዎ ኣለካ። ምኽንያቱ ኣባኻ ወላ ሓንቲ ስምዒት ከምዘይብላ ዝሕብር ምልክት እዩ ስለዚ ንዓኻ ትኸውን ጓል ኣይኮነትን ካብ ሂወትካ ኣርሕቃ። ነዚ ዘቕረብክዎ ሓሳብ ተተሰማሚዕኩም ወይ ተፈቲኽሞ ላይክ ሸር ሳብስክራይብ ብምግባር ሳፖርት ግበሩኒ ዝኾነ ሓሳብ ወይ ሪኢቶ እንተለኩም ድማ ኣብ ታሕቲ ኮመንት ግበሩለይ ክሪኦየ ከንቡቦየ ክምልሰልኩምየ።